ክጅምር ከለኹ እንታይ ኢለ ሓደ ቆልዓ ኣብታ ቀዳመይቲ ሽዱሽተ ወርሒ ኣይኮነን ካልእ ተወሳኺ ምግቢ ማይ ፅሩይ ከማን ልክዕ እታ ሽዱሽተ ወርሒ ምስ መልአ ጥራሕ እዩ ተወሳኺ ምግቢ ዝፍቀድ። ቅድሙ ቀሪቡ እንዲ ኣርባዕተ ወርሒ ገይሩ እንዲ ሓሙሽተ ወርሒ ገይሩ እንዲ ገለ ኣየብልን እዩ ምክንያቱ እዚ ንብል ዘለና ስለምንታይ እዩ ብፍላይ ወላ ኣብ ዳሕራይ ዕቤቱ ረኽሲ እዝኒ ረኽሲ መዓናጡ እዚኦም ብልምዲ ናይ ንፋስ ዝበሃሉ ወይ ከዓ ናይ ስርዓት ትንፋስ ረኽስታት ወይ ኒሞንያ ንብሎም እዚኣቶም ንኣብነት እቲ ኤክስክሉሲቭሊ ወይ ከኣ ብፍጹም ጸባ ጡብ ጥራሕ መጀመርያ ሽዱሽተ ወርሒ ዝጠበወ ቆልዓ ነዞም ሕማማት እዚኣቶም እንተኾነ ኣይሓሞምን፣ እንተ ሓሚምዎን ከኣ ናይ ምጽዋር ዓቕሙ ኣጸቢቑ ሓያል እዩ። ዝኾነ ሰብ ኣብ ከባቢኡ ይርኤ። ንኣብነት ብዝተፈላለየ ምኽንያት ሓደ ሓደ ግዜ ገለ ምኽንያታት ክህሉ ይኽእል እዩ ኣዴታት ከየጥብዋ ዝኽእላሉ ምኽንያት ታኒካ ዝጠቡ ቆልዓ፣ ጸባጽብ ዝጠቡ ቆልዓ ንኣብነት ሕማም ውጽኣት ጥራሕ እንተወሲድካሲ ብጣዕሚ እዮም ድፋላለዩ ስለዚ ነዚ ኢና ሽዱሽተ ወርሒ ክትመልእ ክትክእል ኣለዋ ጸባጹብ ከኣ ምግቢ ጥራሕ ኣይኮነን ጸባጹብ ማይ እዩ ጸባጹብ ምግቢ እዩ ጸባጹብ መድሃኒት እዩ ስለዚ እንድሕር ምግቢ ኣብቲኣ ቀዳመይቲ ሽዱሽተ ወርሒ እንድሕር ምግቢ ወሲኽካሉ ጸባጹብ ኣደ ክንክ እዩ ውሑድ ጸባ ጥቢ ክጠቡ ስለዚ ውሑድ መድሃኒት ይወስድ ኣሎ ማለት እዩ እታ መድሃኒት ትጎድል ኣላ ኦኬ እቲ ምግቢ በቲ ክትጥቀው ትኽእል ትኾን ግን ዋላ እንተ ተካእካዮ ከዓ እንታይ ክብል ጸኒሐ ሲምፕሊ ኣይረን ውሰድ ኣይረን ናብ ካልእ ትረኽቡ ኣይረንን ካብ ጸባ ጥብ ትረኽቡ ኣይረንን ሓደ ኣይኮነን እቲ ፕሮቲን ንባዕሉ ሓደ ኣይኮነን ምክንያቱ ኣብዞርበሽኑ ኮንቴንቱ ብፍጹም ሓደ ኣይኮነን። ስለዚ እታ ቀዳመይቲ ሽዱሽተ ወርሒ ኣዝያ ኣዝያ ኣገዳሲት እያ። ነቲ ቆልዓ ዋላ ሓንቲ ነገር ከይተወሰኹ እንድሕር ዓብዩ ነታ ኣደ ምሃብ ኣክንዲ ነቲ ቆልዓ ባይዘ ጸባጡ ካብቲ ሓደ ረብሓታት እውን ኢትስ ቬሪ ኢኮኖሚካል ትገዝኦ ነገር የለን። ኦኬ እንታይ ደኣ ነታ ኣደ እንድሕር መጊብካያ እታ ኣደ እንድሕር እኹል ጸባ ጹብ ገይራትሉ ናይ ገለ ኣዴታት እኮ ልዕሊ ዕግበቶም ከማን ይኸውን እዩ ይበዝሕ ይፈስስ እውን እዩ ተረዲእካኒ ስለዚ ነደ ጥራሕ ምምጋብ እታ ኣደ ከዓ ብጣዕሚ ሪላክስድ ክትከውን ኣለዋ ኣብቲ ምጥባዋ ክትሕጎስ ክትክእል ኣለዋ ፀባይሲ ውሕዶ ክኸውን ኣሉ ኢላ እንድሕር ተጨኒቓ ዝያዳ ክውሕድ እዩ። እዚ ከምኡ ዓይነት ጭንቀት ገለ ክተወግደ ክኹን ዝተዛነየት ኣደ ክትከውን ኣለዋ ኣብ መጥባው መግቢ ሙቐት ውሕስነት ሕጂ እዘን ሰለስተ ነገር እዚኤን ከኣ ጸባጽብ ኣደ ተማልእን ምክንያቱ ጸባጽብ ክጠቡ እንከሎ እመገብ ኣሎ ተሓቂፉ ጠቡ ስለ ዘሎ መውቕ ኣሎ ተሓቂፉ ስለ ዘሎ ውሑስ እዩ ኣይወደቐን እዩ ኣይስበርን እዩ ስለዚ በታ ሓንቲ ፀባጥብ ክነጥብ ከለና ተን ሰለስተ መሰረታውያን ዝደልየን ቆልዓ ይረኽበና ኣሎ ማለት እዩ እዚኣ ንሎሚ